ተንስዐ ተንሲኡ ከዓኒ እንታይ ገበረ ማለት እዩ ነተን ኣብ ሲኦል ዝነበራ ነብሳት ሒዝወን ናብ መንግስቲ ሰማይ ናብ ገነት ኣእተወን ማለት እዩ ሽዕኡ ክዓርግ ክትርእይዎ ኢኹም ከም ዝተባህለ ብነ- ብ- እ፣ ብ- ከምቲ ጎይታና ኣምላኽና ኢየሱስ ክርስቶስ እውን ብነቢያት እውን ከም ዝተባህለ ከምኡ ከኣኒ ክዓርግ ክረኣይ ስለ ዝኾነ ኣምላኽና መድኃኒና ኢየሱስ ክርስቶስ ንሓምሳ መዓልቲ ዝኣክል ኣብቲ ምድሪ ይዛወር ነበረ። ንሃዋርያት ከርእዮምን ከምቲ በቲ ዝመሃሮም ትምህርቲ ኣሰሩ ተኸትሎም ብዙሓት ደቂ መዛሙርቲ ከፍርዩን ክምህሩን የተባብዖምን ይምህሮምን ይግስጾምን የጽንዓሎምን ነበረ፣ እቲ መንገዶም ማለት እዩ፣ ንሓምሳ መዓልቲ ዝኣክል። ብርግጽ፣ ጐይታናን ኣምላኽናን መድኃኒና ኢየሱስ ክርስቶስ ከምቲ ድሕር ኢልና ዝገለጽናዮ ኣብነት ጌርና ኄርን ሕያዋይን ኣምላኽ እዩ። ነተን ዓሰርተ ክለ ነቶም ዓሰርተ ክለተ ሃዋርያቱ እኳ ኸይነዓቐ ድሕሪ ሞት ሙማቱን ምትንሳኡን ተንሲኡ ተዛዊሩ ኣጸናኒዑን ምሂሩን ገ ከመይ ገረን ክኸዳ ከመይ ገረን ከመይ ገሩ ደቂ መዛሙርቱ ከመይ ገሮም ክምህሩ ከም ዘለዎም እቲ ልቦም ሰንቢዱ ዘሎ ኸኣ ከረጋግእን ከም ዝመጸ እዩ ዝገልጸልና። ብሓቂ ጎይታናን ኣምላኽናን መድኃኒናን ኢየሱስ ክርስቶስ ኄርን ሕያዋይን እዩ። በቲ ግብሩ ብዙሕ ኢና ንመሃር። ንሕና ደቂ ሰባት ብዙሕ ክፍኣትን ድኽመትን ዝሓዝና ሰባት ኢና። ኣብ ግዜ ድኽመትና ኣዚና ኢና ብሩኻት ንመስል። ኣብ ግዜ። መንፍዓትናን ሓጎስናን ግን ንዝክሮ ሰብ እኳ የብልናን ንዝክሮ እዞም ዝገበሩልና ከማን ኣይንዝክርን ኣምላክናን መድሃኒናን ኢየሱስ ክርስቶስ እተን ዘለዋ መዓልታት ናይ ናይ ሕማም ሕማማቱ እኳ እዩ ክሕልፍ መጺኡ ኣብዚ ዓለም ብርግጽ ሓጎስ ልቡ መለኤ ኣምላክ እቲ ዝደለዮ ከኣ ኩሉ ፈጸመ ልዑል ኣምላክናን መድሃኒና ኢየሱስ ክርስቶስ ድሕሪ እቲ ሓጎስ ልቡ ድሕሪ ምስቃሉን ድሕሪ ምትንስኡን ሮማይ ሕጂ ኩሉ እቲ ዝደለኹዎ ገ ፈጺመ እየ እሞ ክኸይድ ሕጂ ናብ ሰማየይ ናብቲ ዝነበርኩ ኣይበለን እንታይ ደኣ ነተን ዓሰርተ ክልተ ሃዋርያት ክምህሮም እዩ ዝተመልሰ ማለት እዩ እምበኣር ኣምላኽና ሓምሳ መዓልቲ ምስኦም ስለ ዝጸንሐ ሓምሳ መዓልቲ ዝኣክል ምስ ደቂ መዛሙርቱ ዓሰርተ ክልተ ስለ ዝጸንሐ እተን ሓምሳ መዓልቲ ማርዓዊ ምስኦም ከም ዘሎ ስለ ዘመስክራ እዚ ከኣ ንሕና ከኣ ተኸተልቲ ጎይታናን ኣምላናን መድኃኒና ኢየሱስ ክርስቶስ ሰዓብቱ ስለ ዝኾና ልክዕ ንሕና ከኣ እንታይ ንገብር ማለት እዩ ኣብተን ሓምሳ መዓልታት ንሕጎስ ንበልዕ ንዝምር እቲ ብልዖት ዝበሃል ንበልዕ ማለት እዩ ስለምንታይ ኣብዘን መዓልታት እዚኤን ንሕና ንስጋትና ንስጋና ብጾም ይኹን ብድኻም ናይ ጻዕሪ ክሳይ ጾምን ኣይነሕምማን ኢና ማለት እዩ። እንታይ ደኣ ንሕጎስ ንበልዕ ማለት እዩ። ልክዕ መዓልትታት ሓጎስን መዓልትታት ሓዘንን ሕማምን ኣለና ንክርስትያን። ብሓቂ ጾርና ኣብ ህይወትና ኣብ ዓለም ክንነብር ከለና እንታይ ኣለና ማለት እዩ ክንከዶ ዝግባኣና ኪደት ኣለና። ኣይንዘንግዕ የሕዋትና ክርስትያን ንጾመሉ ግዜ ፍሉጥ ንሕጎሰሉ ግዜ ፍሉጥ፣ ንመሃረሉ ግዜ ፍሉጥ እዩ እሞ ኩሉ ግዜ ኣይነደባልቕ፣ ነቲ ዝመሃሮ ትምህርቲ ንፍለጥ፣ ደሓር እቲ እምነትና ንደቅናን ንወለድና ከነመሓላልፍ ንኽእል ኢና ማለት እዩ። እቲ ዝመሃር እቲ ጾም ድማ ከምዚ ክንብሎ ዝጸናሕና ማለት እዩ። እምበኣር ኣብዚ ናይ ጾመ ናብ ልደት ዘብጽሕ ጾመ ነቢያት ንኣብነት እቶም ነቢያት ከምቶም ነብያት ኢና ክንጸውም ኢና ተ ንሕናሲ እቲ ኩሉ ሕማቃት ዝኾና ድኹማት ዝኾና ሓጥያት ከኣ ብዙሕ ዘብዛሕና ሰባት የኣይ ምስ ነብያት ተቆጺርና ክንጽሊ ክንጸውም ኢዩ ኣምላኽ ኣፈቂዱልና ዘሎ ነዚ በረኸት እዚ እስከ ከይነስተናዕቅ በጃኹም ኣሕዋት ማለት ኢዩ ምክንያቱ እዚኦም ነብያት እኳ ይጽልዩልና እኳ ኢዮም ስለቲ በቲ መንገዶም ስለ ንጸውም ዘለና እኳ፣ ናብ እግዚኣብሔር ኣምላኽ ስለ ዝፈልጥዎ፣ ንኣምላኽ ስለ ጽቡቕ ገይሮም ዝፈልጥዎ፣ ይልምኑልና እኳ እዮም፣ ይወሓሱና እኳ እዮም። ኣምላኽ መሓሮም፣ ሰላምካ ሃቦም፣ ጸሎቶም ስማዕ፣ ምህልልኦም ስማዕ፣ ይቕረ በለሎም እናበሉ ይልምኑልና። እምበኣር ንሕናሲ ብኹሉ ግብርና ተኾን ነዚ ኩሉ እቲ ጸጋ እዚ ኣይንበቅዕን ኢና ማለት እዩ። እምበኣር ናብ ልደትን ጾመ ልደትን ብሰላም ከብጽሓና ንመህፃን ብሓቂ ኣምላኽና እውን ብስራትን መዝሙርን ኣለዎ ኩሉ ግዜ ኣብ መዝሙር ዳዊት እኳ ከይተረፈ እግዚኣብሔር ኣምላኽ እንታይ ኢሉ ብኣፍ ህፃናትን ቆልዑትን ምስጋና ኣዳሎኻ ዝብል እኳ ብቐልዑን ብንህፃናትን እኳ ከይተረፈ እግዚኣብሔር ኣምላኽ ክምስገን ፍቓዱ እዩ ማለት እዩ እምበኣር ንሕና ከዓኒ ኣብ ግዜ ጸሎትን ክንጽልዮ ዝግባእና መዝሙር ዳዊት ኣለና ውዳሴ ማርያም ጸሎት ዘዘውትር እዚ ዓይነት ጸሎታት ኣብ ትርፊ ግዜና ኣብቲ ዘለና ግዜ ክነተግብር ይግባእና እዩ ማለት እዩ መዝሙር ዓሰርተ ትሽዓተ ኣብ መዝሙር ገጽ ከዓ ዓሰርተ ሸሞንተ ሰማያት ግብሪ ኣምላኽ የዘንትዉ ጠፈር ከዓ ግብረ ኣእዳው ይነግር። መዓልቲ ነታ ትመጽእ መዓልቲ ተዘንትወላ፣ ለይቲ ድማ ነታ ትመጽእ ለይቲ ትነግራ። ቃላት ወይ ዘረባ የብሎምን፣ ድምጾም ውን ኣይስማዕን ኢዩ። ድምጾም ናብ ኩሎ ምድሪ፣ ቃላቶም ድማ ክሳብ ኩሉ ዓለም በጽሐ። እግዚኣብሄር ኣብ ሰማይ ንጸሓይ ድኳን ተኸለላ፣ ንሳ ኸኣ ኸም ሕጉስ መርዓዊ፣ ከምቲ ንምቕድዳም ዝህንጠየ ጐያዪ ጐያዪ ንግሆ ንግሆ ትበርቕ። ንሳ ብሓደ ወገን ብሓደ ሰማይ ብሓደ ወሰን ሰማይ ትበርቕ፣ ብሓደ ወሰን ሰማይ ትዓርብ፣ ካብ ረስና ኸኣ ዝኽወል የልቦን። ሕጊ እግዚኣብሄር ፍጹም እዩ፣ ሓድሽ ህይወት ይህብ። ትእዛዝ እግዚኣብሄር እሙን እዩ፣ ንገርህታት ጥበብ ይህቦም። ሕጊ እግዚኣብሄር ቅኑዕ እዩ፣ ነቶም ዚእዘዝዎ የሐጕሶም። ትእዛዝ እግዚኣብሄር ንጹህ እዩ፣ ንኣእምሮ ምስትውዓል ይህብ። ንእግዚኣብሄር ምፍራህ ጽቡቕ እዩ፣ ንዘለኣለም ይነብር። ፍርድታት እግዚኣብሄር ሓቂ እዩ፣ ኵሉ ግዜ ቅኑዕ እዩ። ካብ ወርቂ ዕረ ኻብ ኣዝዩ ዝጸረየ ወርቂ እኳ ዚሕረ እዩ፣ ካብ መዓር ዕረ ኻብ መዓር ወለላ እኳ ዚጥዕም እዩ። ንኣይ ንባርያኻ እውን ፍልጠት ይህበኒ። ዚሕልዎ ዘበለ ዓቢ ካሕሳ ኣለዎ፣ ንጌጋታቱ ዚፈልጥ ሰብ የልቦን። እወ ጐይታይ፣ ካብቲ ተሰዊሩኒ፣ ተሰዊሩኒ ዘሎ ጕድለት ኣንጽሃኒ፣ ንኣይ ንባርያኻ ብትዕቢት ሓጢኣት ከይገብር ሓልወኒ፣ ኣብ ልዕለይ ከይስልጥንውን ዕገቶ። ሽዕኡ ምሉእ ክኸውን ዓብይ ሓጢኣት ውን ኣይክገብርን እየ። ኦ እግዚኣብሔር ጸግዐይን መድሓኒየይን ዘረባይን ሓሳበይን ኣብ ቅድሜኻ ቅቡል ይኹን። እምበኣር ብሓቂ እግዚኣብሔር ኣምላኽናን መዝሙሩን ዝተባረኸን ዝተቐደሰን ይኹን። ሃይማኖት ንኣምን ብሃዱ ኣምላክ እግዚኣብሔር ኣብ ሃዜ ኩሉ ገባሬ ሰማያት ወምድረ ዘያስተርኢ ወዘኢያስተርኢ ወነኣምን ብሃዱ እግዚእ ኢየሱስ ክርስቶስ ወልደ ኣብ ዋህድ ዘህሉ ምስሌሁ

ወነኣምን በሀት ቅድስት ቤተክርስቲያን እንተ ለጉሉግ በእት ሐወርያት ወነኣምን በሀት ጥምቀት ለስርየተ ኃጢአት ወነሴፍ ወትንሣኤ ሙታን ወሕይወተ ዘይመጽእ ለዓለመ ዓለም ብሕይወቱ ምእንቲ ክነብር ነቲ ሓደ ወዱ ናብ ዓለም ብምልኣኹ ገለጸልና። ፍቕሪ ማለት ከኣ ከምዚ እዩ፣ ኣምላኽ ባዕሉ ስለ ዘፍቅረና ኃጢኣትና ከርሕቕ ኢሉ ንወዱ ስለ ዝሰደደልና እዩ እምበር ንሕና ስለ ዘፍቀርናዮ ኣይኮነን። ኣቱም ኣሕዋተይ ኣምላኽ ከምዚ ጌሩ ካብ ኣፍቀረና ንሕና ውን ንሓድሕድና ክንፋቀ ይግባኣና እዩ ንኣምላኽ ዝረኣዮ ሓደ እኳ የልቦን ንሓድሕድና እንተ ተፈቀርና ኣምላኽ ኣቦና ኣባና ይነብር ፍቅሩ ውን ኣባና ትፍጸም ካብ መንፈሱ ስለ ዝሃበና ንሕና ኣብኡ ንሱ ውን ኣባና ከም ዝነብር ንፈልጥ ኢና ኣቦ ንወዱ መድሓን ዓለም ክኸውን ከም ዝለኣኾ ረኣና ንምስክር እውን ኣሎና፣ ኢየሱስ ወዲ ኣምላኽ ምዃኑ ዝእመን ኣምላኽ ኣብኡ ይነብር፣ ንሱ እውን ኣብ ኣምላኽ ይነብር። ንሕና እውን ነታ ኣምላኽ ኣባና ዘላቶ ፍቕሪ ፈሊጥናያን ኣሚንናያን ኣሎና። ኣምላኽ ፍቕሪ እዩ፣ እቲ ኣብ ኣምላኽ ዝነብር ከኣ ኣብ ኣምላኽ ይነብር፣ እቲ ኣብ ፍቕሪ ዝነብር ከኣ ኣብ ኣምላኽ ይነብር፣ ኣምላኽ እውን ኣብኡ ይነብር። ብመዓልቲ ፍርዲ ትብዓት ምእንቲ ኪህልወና፣ እታ ፍቕሪ ኣባና ምልኣት ረኸበት። ምኽንያቱ ኣብዛ ዓለም እዚኣ ከምቲ ኢየሱስ ዝነበሮ ኢና እንነብር ዘሎና። እታ ፍጽምቲ ፍቕሪ ንፍርሃት ኣውጺኣ ትድርብያ ደኣ እምበር ኣብታ ፍቕርስ ፍርሃት የልቦን። ፍርሃት ምስ መቕጻዕቲ ዝተተሓሓዘት ስለ ዝኾነት ከኣ እቲ ዝፈርህ ብፍቕሪ ፍጹም ኣይኮነን። ኣምላኽ ቅድም ስለ ዘፍቀረና ንሕና እውን ነፍቅር ኢና። ነቲ ዝርኣናዮ ሓው ነቲ ዝርኣዮ ሓው ዘየፍቀሮስ ነቲ ዘይርኣዮ ኣምላኽ ከፍቅሮ ኣይከኣሎን እዩ እሞ ንሓው እናጸለኦስ ንኣምላኽ ኣፍቅር እየ ዚብል እንተሎ ንሱ ሓሳዊ እዩ። እቲ ኻብኡ ዝተቐበልናዮ ትእዛዝ እቲ ንኣምላኽ ዜፍቅሮ ንሓዉ ድማ የፍቅሮ ዚብል እዩ። እምበኣር ኣዘን ንሓድሕድና ምፍቓር ከመይ ጌርና ንፋቐር ከም ዘለና ፍቕሪ ኸኣ እንታይ ምዃና ኣርኢና ክንፈልጥን ጽቡቅ ገርና ክንርዳእን ኣምላክ ይሓግዘና ማለት እዩ ኩልና ምክንያቱ ጎደለኛታት ኢና ጎደለኛታት እንተዘይንከውን ኩሉ ግዜ ክንሕከም ክንፍወስ ክንድሕን መታን ትምህርቲ ኣይምተማሃርና እንታይ ደኣ ድኹማትን ኩሉ ግዜ ጉድለት ስለ ዘለና ኣብ ቅድሚ እግዚኣብሔር ኣምላኽ ክንዕረ ክንፍወስ ካብቲ ቃሉ ከዓ ክንመሃር ክንእረምን ኢና ንመፅእ ኩሉ ግዜ ንፈልጦ ዘለና ኩልና ዋላ ሓደ ብዘይ ሓደ ተረፍ ጌጋታት ዝመልኣና ስለ ዝኾና ክንመሃር ኣምላኽ ቅዱስ ፍቓዱ ይኹን ማለት እዩ እምበኣር ፍቕሪ ኣብ ኣምላኽ ፍቕሪ ፍቕሪ ሲ እብለና ኣሎ ኣብዚ እዚ ኩሉ እዚ ፍቕራት ተይ ዝብለና ዘሎ ብትሓባ ምፍቃር እቲ ንሕና ክንሕዞ ዘለና ብምባል እምበር ከምቶም ንህይወትና ዘጥፍኡ መስሓትያን ከምኡም ኣይኮነን ክንመሃር ከምኡም ንከይኸውን ኣምላኽ ሓግዘና መቸም ንሓድሕድና ምፍቃር እዩ ተቀዳማይ ይብለና ኣሎ ካልኣይ ከኣ ፍቅሪ ከመይ ዝኣመሰለ ባህርያት ከም ዘለዋን ሓቀኛ ፍቅሪ ከ ከመይ ንፈልጥ ኣብ ፍቅሪ ሲ ፍርሃት የሎን እዩ ዝብለና ዘሎ ንመሃር ዘለና ማለት እዩ ኣብ ፍቅሪ ፍርሃት የሎን ብሓቂ ፍሪ ንክሳይ ስለ ትተሓሓዝ ምስ ምስ ፍርሃት ምስ መቅጻዕቲ ስለ ትተሓሓዝ ስለ ዘለዋ ፍርሂ ኩሉ ግዜ ምልኣት ዘለዎ ኣይኮነን ፍቅሪ ፍቅሪ ሙሉእ ፍቅሪ እንተዘይ ኣልዩካ ኮይኑ ዘፍርህ የብልካን ማለት እዩ እምበኣር ፍቅሪ ሙሉእ ፍቅሪ ኣለናን የብልናን ንክህልወና ከዓ ክንፈልጥ ኣብ መፃኢ ኩሉ ግዜ እንታይ ክንገብር ኣለና ማለት እዩ ፍርሂ ዘለዎ እንተደኣ ኮይኑ ጉድለት ዘለዎ ስለዝኾነ ከመይ ገርና እቲ ጉድለትና ክንመልእ ክነምልእ ናተይ ፍቅሪ ከኣ ብዘይ ፍርሃት ክከውን የክእለና መቸም ኣምላክ ንሓውካ ነቲ ኣብ ቅድሜካ ዘሎ እንዳረኣካ ከዓኒ ሓውካ ዘየፍቀርካ ነቶም ኣብ ሰማያት ዘለዉ መላእክቲ ኣብ ሰማይ ዘሎ ኣምላክ የፍቅር እየ ክትብል ኣይከኣለካን እዩ ከመይ ጌርካ ኢኻ ከተፍቅርሞ ኣብነ ኣረጋዊ ዶ መላእኽቲ ዶ ድንግል ማርያም ዶ ወይ ቅዱስ እግዚኣብሔር ኣምላኽ ክትብል ትብላ ኮንካ ኣምላኽ ይኹን ኩላቶም እቶም ቅዱሳን ባህሪ ናይ ኣምላኽ እኳ እዩ ዘለዎም እቲ ቅዱስ ነገር እኳ እዮም ዝሕጎሱ እምበር ብሕማቕ ነገር ኣይሕጎሱን ብኽፉእ ነገር ኣይባህ ኣይብሎምን እዩ እምበኣር ከምቲ ጸሎት ኩሉ ግዜ ምስ እግዚኣብሔር ኣምላኽ ክትጽሊ ከለኻ እኳ ልብኻ ዝኾነ ይኹን ክሳይ ከይብሉ ዝኾነ ይኹን ሕርኽራኽ ዘይብሉ ብንጽህና እኳ ኢኻ ክትቀርብ ዘለካ ናይ እግዚኣብሔር ኣምላኽ እዚ ክኸውን እንተደኣ ኮይኑኻ እቲ ሓደ ቀቢርካ ነቲ ሓደ ኣብሪሂካ ኣይኮነን ብምልእታ ኢያ ክትነጽህ ዘለዋ እምበኣር ብልብኻን ብሓቂ